ራያ ሸታታ ብዕራይ ምሕላው ጎሳ ሸታቲ ጠሳም ሽሪጣም ብዕራይ ምሕላው እዩ ዘምሕረልካ። ሰላም ዝኸበርኩምን ፍትዋትን ቤተሰብ ናይዚ ቻናል ከመይ ትኾኑ ሎሚ እውን ከምቲ ልሙድ ብዝተፈላለዩ ዛዕባታት መፅኤኩም ኣለኹ ቅድሚ ግን እዚ ቻናል ንክዓቢ እዚ ቪድዮ ድማ ናብ ካልኦት ንክበፅሕ ላይክ ሼር ኮመንት ብዓብዩ ድማ ሳብስክራይብ ብምግባር ጀምርዎ ኢኹም ሓደ ኣብ ቲክቶክ ዝነጥፍ ሓውና ንመላእ ህዝቢ ራያ ኣብ ዓው ብዝበለ ድምፂ ክፀርፎምን ከዋርዶምን ከም ዝውዓለ ተፈሊጡ ኣሎ እዚ ሓውና እዚ መበገሲኡ እንታይ እዩ ዝብል ካብቲ ናብ ባዕሉ ቪድዮ እንሰምዖ እዩ ዝኸውን ብተወሳኺ ድማ ፍሉጥ ቲክቶከር ናይዚ ዓመት ብሉፅ ኣዋ ተባሂሉ ብሉፅ ናይ ኣዋርድ ሽልማት ዝወሰደ ቲክቶከር ኣደናይ፣ ንሓደ ኣብቲ ሽልማት ዘይተዓወተ ቲክቶከር ሱራጃ ዝበሃል ሓውና ካብቲ ኣዶናይ ዝረኸቦ ሽልማት ከምዝሕግዞ ቃል ከምዝኣተየሉ እዩ ተፌሊጡ ዘሎ። ብተወሳኺ ድማ እቲ ካሊእ ፍልይ ዝበለ ዛዕባና ዝኸውን ሎማዓንቲ ቲቢኤስ ተልቨዥን ኣብ በዓል ሕዳር ፅዮን ኣክሱም ኣይተረኸበን ንምንታይ ዘይተረኸበ ዝብል ነገር ድማ ባዕሉ ብሚድዩኡ ገይሩ ሓድሽ መልእኽቲ ኣመሓላሊፉ ኣሎ ብቀጥታ ናብቶም ሎማዓንቲ ዝሓዝናዮም ዛዕባታት እየ ክወስደኩም ማለት እዩ ክብራት ተኸታተልትና እስካብ መወዳእታ ሓቢርኩምና ክትፀንሑ ዕድመና እዩ ሓደ ሓውና እምበኣርከስ ንህዝቢ ራያ ከምዚ ኢሉ እዩ ክፃረፍ ውዒሉ ዘሎ ማለት እዩ እዚ ሓውና መበገሲ ናይዚ ፀርፊ እንታይ ይኸውን ምስ መን'ዩ'ኸ ኣብ ላይቭ ኣትዩ ይጻረፍ ነይሩ ንዝብሉ ድማ ካብ ናይ ባዕሉ ኣንደበት ክንሰምዖ ኢና ማለት እዩ። ራያ ሸታታ ብዕራይ ምሕላው ጓሳ ሸታቲ ጠሳም ሽሪጣም ብዕራይ ምሕላው እዩ ዘምሕረልካ ስልጠና ኣይምሕረልካን ዋላ ፎትካ ክትሰቲ ዘይግባካ ራያ ዝሉካ ሸታቲ ኢካ እወ ፎትካ ክትሰቲ ውን ኣይግባካን ስሚ ኩንካ ወዲ ራያ ፎድካ ዝሰተዮ ስሩቱ ሕብረተ ሰብ እዩ ከም ዓጋመ እዩ ወዲ ራያ ሽሪጥ ጌርካ ሸታታ እም ከመይ ጌርካ ንስኻ ፎድካ ትሰቲ ከመይ ጌርካ ከ ስልጣን ክትሕዞ ወዲ ራያ እተን ኣብዑር ከ መን ክሕልወን እ እተን ኣብዑር ከ መን ክሓልወን እቲ ሕቆን ከ መን ክሓቕኖ እቲ ጠስሚ ከ መን ከውጾ ወዲ ሻርሙጣ ራያ ላላ ንስኻ ጻባ ምሕላብ ጠስሚ ምሑቃን ብዕራይ ምሕላው ናይ ራያ ስራሕ እዩ እወ ራያ ስራሕኻ እዚ እዩ ራያ ስራሕኻ ሓላው ኣብዑር እንስሳ ኢኻ ራያ ብጀካ ብዕራይ ምሕላው ፃባ ምሕላብ ሕቆን ምውቃዕ ካልእ የብልካን ራያ ናብ ስልጣን ክትመፅእ ዘይግባካ ራያ ዝብልዎ ሕብረተሰብ እዩ ስልጣን ዘይግብኦ ስልጣን ዘይግብኦ ራያ ዝብልዎ መሃይም ሕብረተሰብ እዩ ራያ ሓላዋ ጣር ብቻ እዩ ሓላዊ እንስሳ እዩ ራያ
ቲክቶከር ኣዶናይ ናይዚ ዓመት ብሉፅ ተሸላሚ ኣዋርድ ዝኾነ ንሓደ ሱራጃ ዝበሃል ሓውና ቲክቶከር ኣብቲ ኣዋርድ ዘይተዓወተ ማለት እዩ ካብቲ ኣዶናይ ዝረኸቦ መጠን ገንዘብ ወይም ድማ ሽልማት ንሱራጃ ሚእቲ ሽሕ ከም ዝህቦ እዩ ቃል ኣትሉ ዘሎ ብኣካል እውን ክረኽቦ ከም ዝደሊ ተዛሪብሎ ማለት እዩ እሱ እውን ካብ ኣንደበቱ እንሰምዖ እዩ ዝኸውን ማለት እዩ ክብራት ተኸታተልትና

መቶ ሺህ ብር ላንተ መስጠት እፈልጋለው ቢካዝ ኣሸናፊ እንደሆንክ በልቤ ጠንቅቄ ስለማቀው መቶ ሺህ ብር ልሰጥህ እፈልጋለው ወንድም ኣለም እወድሃለው ስልክ ቁጥር በውስጥ ጻፍልኝ መሰጅ ኣርጌልሃለው ኣሁን እወድሃለው ቻው። TBS ተልቨዥን ኣብ ከተማ ኣኽሱም ዝተሳለጠ ሃይማኖታዊ በዓል ሕዳር ፅዮን ንከይፅብፅብ ከምዝተኸልኸለ እዩ ገሊፁ ዘሎ ማለት እዩ። TBS ተልቨዥን ኣብ ከተማ ኣኽሱም ዝተሳለጠ ሃይማኖታዊ በዓል ሕዳር ፅዮን ንከይፅብፅብ ንምንታይ እዩ ተኸልኺሉ ዝብል ድማ ትካል ቲቢኤስ ተልቨዥን ነቲ በዓል ሽፋን ሚድያ ንምሃብ ኣብዚ ናይ ዝኾነ ይኹን ኣካል ሓገዝ ኣብ ድሩኡ ጀሚሩ ጉጅለ ሚድያ ምስ ሙሉእ ፈነወ መሳርሕታቱን ክኢለታቱን እዩ ናብ ከተማ ኣኽሱም ከም ዝተወፈረ ኢሉ እውን ኣብ ሎማዓንቲ ዘውፅኦ መግለፂ ተናጊሩ ዘሎ ማለት እዩ ጉጅለ ቀረፃ ኣብቲ ዝኣተወላ ሰዓት ኣዳልዩ እታወት ክረክብ ፈለማ ንሓላፊ ቢሮ ባህልን ቱሪዝምን ትግራይ ዶክተር ኣፅብሃ ገብረእግዛብሄር ረኺቡ እዩ ባጅን ይለፍን ኢሉ እንትሓትት ባዕሎም እቶም ከተማ የመሓድርዎ ከምዘለዉ ተዛሪቡ። ስልኪ ሰላምን ጸጥታን እታ ከተማ ዋላኳ እንተሃቦም ተደጋጋሚ ደዊሎም ክሰምር ብዘይምኽኣሉን ብተመሳሳሊ'ውን ናብ ከንቲባ እታ ከተማ ተመሳሳሊ ሕቶን ጠለብን ብጽሑፍን ብስልክን ኣቕሪቦም'ዮም መልሲ ክወሃቦም ከምዘይተኻእለ እቲ ሚድያ ኣብ ዘውጽኦ መግለጺ'ዩ ሓቢሮም ዘለዉ ማለት'ዩ። ኣብ ልዕሊ እቲ ሚድያ ዝተገበረ ክልከላ ኣብ ሰዓቱ ዕላዊ ዘይገበረሉ ምኽንያት ድማ እቲ ሓደን ቀንድን እዚ በዓል ቲቢኤስ ብዘይምፅብፃቡ ዝጎድል ዓብይ ህዝባዊ ክፍተት ብዘይምህላዉ እንትኸውን እቲ ካልኣይ ምኽንያት ድማ ግደ ሓቂ ድሙቕን ሰላማዊ በዓል ብምንባሩ ካሊእ ኣጀንዳ ፈጢርካ ናይቲ በዓል ሕርኽርኽ ንዘይምዃን እዩ ክብል ድማ ከምዘብርሀ እዩ ተናጊሩ ዘሎ ማለት እዩ ባጅ ኣይብልኩምን ተባሂሎም ንከይቐርፁ ዝተኸልከለ ናብ ኣኽሱም ዘምረሐ ጉጅለ ቲቢኤስ እቲ በዓል ናብ ዝኽበረሉ መድረኽ ተወጢሑ ክቐርፅ ፈተነ ክኾነሉ ከምዘይኸኣለ ኣብ መግለፂኡ እውን ዝሓበረ እቲ ሚዲያ ወሲኹ ድማ ካብ ቤት ዕዮና ዝፀሓፍናዮም ናይ ትሕብብር ደብዳቤ እውን ወሰንቲ እዮም ናብ ዝተብሃሉ ኣብ መድረኽ ናብ ዝነበሩ ኣካላት ልኢኽና። ይኹን እምበር እቲ ጉዳይ ናይ ባጅ ዘይምዃኑ ብምቕላዕ ተነጊሩና እዩ፣ ኣይተፍቐደልኩምን ከም ዝተብሃሉ እውን ተናጊሮም ኣለዉ ማለት እዩ። ማይክና ካብ ዝተሰቐልሉ ኣትራኖስ ካሜራና ካብ ዝተፀመድሉ ባላ ተነቒሎም ካብቲ ቦታ ለቒቕና ክንከይድ ኢና ተኣዚዝና። ኣባላትና ዝተብሃልዎ ገይሮም፣ ካሜራማናትናን ከም ታራ ሰባት ተሳለምቲ በዓል ሕዳር ፅዮን ብሞባይሎም እኳ ክቐርጹ ተኸልኪሎም ሞባይሎም ተፈቲሹ ናይ ኣኽሱም ጉዕዘና ግዲ ዘይኾነስ መንገዲ ኮይኑ ተመሊስና ኣለና ማለት እዩ። ኣብ መወዳእታ ኣይኮነን ተፈላሊኻን ስም ተወጻጺእኻን ሓደ ኮይንካ እውን ዘይተኻእለ ኣለያ ጸገም ትግራይ ንገሊኦም ኣካላት ከድንግጾም ዘይምኽኣሉ ንቡዙሓት ዘገርም ኮይኑ ኣሎ ክብል ድማ መልእኽቱ ኣመሓላሊፉ ኣሎ ማለት ቲቢኤስ ቲቪ እዚ ግን ክብራት ተኸታተልትና እቲ ዋና ቀንዲ ምኽንያት ዘይተሳተፍናሉ ዝበልዎ እቲ ተልቨዥን ናይ ስምረት ዝበሃል ጉጅለ እዩ ኢሉ እውን ብዝተፈላለዩ ካብ ሓራ መሬት ዝበሃሉ ዓበይቲ ሓለፍቲ ኣመራርሓ ብኦም እዩ ዝውነን ሰለዚ ኣብ ህዝቢ ትግራይ ዝምልከተኩም ኣይኮነን ኣብ በዓል ትግራይ ዝምልከተኩም ኣይኮነን ብዝብል ሰበብ እዮም እቲ ኣብቲ በዓል ዝነበረ ድባብ ቐሪፅና ብመስኮት ተለቪጅንና ክነመሓላልፍ ዘይከኣልና ኢሎም እዮም ተዛሪቦም ዘለዉ ማለት እዩ። ስለዚ ሓደ ናይ መስኮት ተለቪዥን ከም ናይ ሓደ ፓርቲ ወይም ድማ ከም ናይ ሓደ ውድብ ጌርካ ምውሳድ ማለት ዓብዪ ጌጋ እኳ እንተኾነ ነገር ግን ቲቢኤስ ቲቪ ናይ ስምረት ድዩ ናይ ሓራ መሬት ድዩ ዝብል ነገር ኣብ ቐጻሊ እንሰርሐልኩም እዩ ዝኸውን ክብራት ተኸታተልትና ማለት እዩ። ነዚ ድማ ብዕቱብ ተታሓሒዙ ስለ ዘሎ ባዕሉ እውን እቲ ቻናል እውን ወይም ድማ እቲ ተልቨዥን ድማ ባዕሉ መግለጺ ስለ ዘውጸ ንቐጻሊ እውን ሓድሽ ነገራት ከውጽእ እዩ ተባሂሉ እቲ ተልቨዥን በዓል ዋና መን እዩ እቲ ተልቨዥን ዝሰርሖ ዘሎ ወይም ድማ ዘመሓላልፎ ዘሎ መልእኽቲ ዘራምዶ ዘሎ ኣጀንዳ ናይ መን እዩ መን ብዝሃቦ መስርሕ ይሰርሕ ዘሎ ዝብል እውን ኣብ ቐጻሊ ሒዝናልኩም ኸንመጽ ኢና ኢሎም ኣለዉ ማለት እዩ። ስለዚ እምበኣርከስ ክቡራት ንፍትዋትን ተኸታተልትና ንሎማዓንቲ ዝበልናዮም ዛዕባታት እዞም ክትሰምዖም ዝጸናሕኹም ይመስሉ ነይሮም። ቅድሚ ምውጻኹም ግን ከምቲ ልሙድ እዚ ቻናል ንኽዓቢ እዚ ቪድዮ ድማ ናብ ካልኦት ንኽበጽሕ ላይክ ሼር ኮመንት ብዓቢኡ ድማ ሳብስክራይብ ኣይትረስዑ ኢኹም። ሰሰናዩ ንዓኹም።